ኣብ ካብ ኣብ ኣስመራ ከለኹ መጺኦም ሒዞምኒ ሃንደበት መጺኦም ሒዞምኒ ክልተ ሰሙን ተኣሲረ ናተይ ገዛ ምስ ህዝቢ ብሓንሳእ ኢና ንድቅስ ነርና ምስ ህዝቢ ኣብ ገዝኡ ድኣቱን ድወፅን ክመፅእ ከለኹ ካብ ደቂ ኣምሓረ ማለት እዩ ሕጂ ድሓር ግን መፂኦም ሒዞምኒ

ናይ ብሓቂ ጽቡቅ ኣጋጣሚ እዩ እንቃዕ ኣስማካ መዋጽኦ ፈጠረልካ ናይ ብሓቂ እወ ኣነ እኳ ካብኣ ክንወፅእ ኣይደለኹን ምክንያቱ ጠቅድሚ እዚኣ እንታይ ተባሂልና ነርና ብዛዕባ ናይ ፕሮቴስታንት ኣልዒልና ነርና ግን ኣብዚ ዓዲ ምስ መፀ ኮሜድያን ጠዓመ ኣብ ሓደ እዋንሲ ኣብ ሕማቕ ህሞት ነይሩ ማዕረ ብዙሕ መስተ ምስታይ፣ ኣብ ደገ ምሕዳር፣ ነብስኻ ዘይምእላይ ኣብ ብዙሕ ሕማቕ ቦታታት ክንሪኦ ጀሚርና ኔርና። ብድሕሪኡ ከኣ ድሕሪ ቁሩብ ከኣ ተቐይሩ ኩሉ ነገር ገዲፉ ከኣ ናብ ንቡር ናይ ቀደም ጠዓመ መጺኡ።

ነይሩ እዩ ሓደ ሓደ ጸገም ነይሩኒ ኦ። ኣብ ምንት ኣብ ርእሰይ እ፣ ዝሓኾረኒ ነገር ነይሩ ሓደ ነገር ኦ። እ፣ ንዑ ከውርዶ ብዙሕ ፈቲነ ኣይከኣልኩ እ፣ ይመጽእ ይወርድ ይኸይድ ይመጽእ ስለ ዝነበረ እቲ ሓሳብ ኣብ ርእሰይ ክቆጻጸሮ ስለ ዘይከኣልኩ ናብቲ እቲ ክንብሎ ዝጸናሕና ህይወት ኣትየ ብትኽክል ሓቂ እዩ ብትክክል ብትክክል ምክንያቱ ኒሆየ ህይወት ተዋሲኡሉ እየ ምሻሎ ማንም ሰብ ዝፈልጦ ላዕልን ታሕትን ኢለሉ እየ ማለት ኣብ ዙሪክ ድዩ ኣብ ዓረው ድዩ ኣብ ካልእ ድዩ ኣብ ካልእ ድዩ ኣብ ካልእ ድዩ ኣብቲ ዝነብረሉ ዓዲ ንዓይ ብመስተን ብገለን ዘይፈልጥ ሰለስተ ዓመት ብዘይኦነ ብዘይምቁራፅ ሰትዩ ድሕሪ ሰለስተ ዓመት ግን ሓደ ልኡኽ ናይ ኣምላኽ መፅእ ሓደ ጫደ ፃዕዳ ፅቡቕ ናይ ብሓቂ እሱ ንዓይ ተባሂሉ ዝተለኣኸ እዩ ምክንያቱ እግዚኣብሔር ንዑ እዩ ኣዳልዩሉ ኢና ምክንያቱ መሳርሕተይ ነይሩ ቅድም ኣብ ኣብ ሳርቪንቪል ዝበሃል ቦታ እናሰርሐ ከለኹ ምሳይ ይሰርሕ ነይሩ እቲ ጻድፍ። ድሓር ክፈልጠኒ ከሎ ኩሉ ግዜ ወንጌላዊ ይፈልጠኒ ካብቲ ስራሕ ወፅኤስ ወንጌል ክሰብኽ ይፈልጠኒ ልክዕ ኣብታ ወንጌል ዝሰብከላ ዝነበርኩ ቦታ ጠጠው ኢለ ከዓ ዶዘ ቢራ ሒዘ ምሉእ እቲ ሽዱሽተ ሓባ ቢራ ሒዘ ኣብኣ ረኺብኒ

ጽቡቅ።
ብጣዕሚ ጽቡቅ እዩ ምክንያቱ ሓደ መጀመርያ ነቲ ስነ ጥበብ እንቋዕ ተመለስካዮ ነታ ነብስካ ውን እንቋዕ ተመለስካያ ብሕጂ ከኣኒ ሙሉእ ዘመንካ ሰላም ሰናይ እየ ዝምነየልካ። ኣብ ደቅኻ ከ ናትካ ዝወሰዳ ኣለዋ ዶ?

ጽቡቅ እዩ ንስኻ ከ ትደሊ ዶ ኣብ ኮሜድያን ክሳተፋ? ብጣዕሚ ጽቡቅ እዩ። ምኽንያቱ ንምንታይ እዚኣ ሕቶ ኣምጺኽያ መብዛሕትኦም ስነ ጥበባውያን ደቆም ስነ ጥበባውያን ክኾኑ ኣይደፋፍኡን። ሙዚቃ ተማሂረን እየን ተማሂረን ትምህርቲ ሙዚቃ ተማሂረን እየን ምኽንያቱ ብፍላይ እታ ዓባይ ሙዚቃ ተማሂራ ባስኬት ተማሂራ

ኣብ ዝነበርኩሉ ግዜ ብክለባት ክጥርነፋ ምስ ጀመራ እተን ጋንታታት ናይ ዓዲ ቀይሕ ክለባት እዮ፣ ናይ ዓዲ ኦወ። ቀይሕ፣ ናይ ቆሓይቶ ኦወ። ኣሰልጣኒ ነይረ። ናይ ቆሓይቶ ኣሰልጣኒ ኣሰልጣኒ ነይረ እያ።
ሽዑ ካብ ናይ ቆሓይቶ ኣሰልጣኒ ተሓጋጋዚ ኣሰልጣኒ ተባሂለ ናይ ኣውራጃ ክለብ ዘን ኦወ። ኣሰልጣኒ ኮይኑ ከዓ

ሰም ካብቲ ኣቆሓይቶ ሸውዓተ ተጻወትቲ ኣብ ኣውራጃ ኩሉ ግዛይ ስለ ዝተመርጹ ሽዑ ንዕኦም ሒዘ ከኣ ንመንደፈራ ከይደ ነይረ ኣብቲ ግዜ እቲ ብድሕሪኡ ግን እቲ ናይ ዓዲ ቀይሕ ዝነበረኒ እተን ክለባት እውን ፋሕፋሕ ክብላ ስለ ዝጀመራ ኣነ ብኡ ገይረ ገዲፈዮ ንባጽዕ ከይደ

እዛ ኤምቢሲቱ ኣብ ሰሙን ሓንቲ ኩዕሶ ተመሓላልፍ ነይራ።
ሕጂ እታ ኣጋጣሚ ዝኸድናላ ናብ ላሞይ ቀዳም እያ ነይራ። ኣርሰናልን ማንቸስተር ዩናይትድን ጸወታ ነይሩ። እንዳተጻወታ ከለዋ ኣብታ ግዜ እቲኣ ሓየሎም ይበሃል ሕጂ ኣብ ዓዲ እንግሊዝ ኣሎ እቲ ወዲ ኣነ ምስዚኦም ብጫ ገይሮም ዘለዉ ኣለዉ ኢሉኒ ኣነ ከዓ ምስዚኦም ቀይሕ ገይሮም ዘለዉ ኢሎም ኢሉ ሕራይና ንኸይድ ንኸይድ

ኢለ ይሓስብ ነይረ እሞ በንጻሩ ከኣ ሎሚ ኣርሰናል ማዕረ ክንደይ ብዙሓት ደገፍቲ ከም ዘለዎም ካባኻ ርኤ ማለት እዩ። ኣነ ኣብ ደቂ ሓደ ኣብ እንዳ የማነ እንዳረኣና ከለና ኩዕሶ እቲ ቆልዓ ኣበይ ኣሎ ይጽሕፈለይ ከማን ኣብ እስራኤል ኣሎ ገሊል ተዛሪብና ኣርሰናል ማንቸስተር ዝፃወታ ነይረን ሲ ድጎል ኣትዎም ኣርሰናል ተወዲያ ከዓ ታደቀ ታደቀ ተወዲያ በቃ ሕጂ ንዓ እንተ ክስታይ ገይሮም ከዓ ክትርፊ ኣብታ ግዜ እቲኣ ኣርሰናል ኣብ ውድእቲ ግዜ ጎል ኣትዮም ጎል ምስ ኣተው ሕጂ ሆ ክብል ከለኹ መፅዩስ ኣብቲ ቅድሚ ገለ ኢሉ ይዛረበኒ ትቆ

ኮሜዲ ሃገርና ብድሕሬኻን ብድሕሪ በዓል ሓጎስ ሲዚኒኖን ሓዳትን እውን ይቕፅል ኣሎ ግን ኣብ ከመይ ኩነታት ኣሎ ትብል?
ማለት ከምቲ ናይ ሰብ ተቐባልነት እንድዩ ዝውስኖ፣ ኣብቲ ንሕና ዝነበርናሉ ግዜ ብዙሓት ኮሜድያን ነይሮም፣ በዓል ኪዳነ ግርማይ፣ በዓል ወዲ ልበይ፣ በዓል እግሪ፣

ሕማቅ ኣይኮነን እቲ ዘሎ ኮሜዲ ግን ከምቲ ናይ ሰብ ተቀባልነት እዩ ኣብቲ ናትና ዝነበረ ዕድመ ዝቅበሎ ዝነበረ ኮሜድን ነዚ ሕጂ ዘሎ ኮሜዲ ክሪኦ ከለኩ ክፈትዎ ክብል ክነጽጎ
ናይ ሰብ ተቀባልነት እዩ ዝወስድ እምበር ኩሉ ርሂጹ ደኺሙ ነቲ ሞያ ዝሰርሐ ሰብ ትምዕበት ትንኣስ ምኽሪ ምክንያቱ ጥበብ ቀሊል ነገር ኣይኮነን ጥበብ ብቐሊል ነገር ዝርእ ኣይኮነን ምክንያቱ ክትሰርሖ ከለኻ ብዙሕ ድኻምን ኣእምሮኻን ይሓተካ እዩ ስለዚ እቲ እዚ ሕማቕ እቲ ፅቡቕ እቲ ከምዚ ኣይትብልን ኢኻ ምክንያቱ እንታይ ዳ ነቲ ነቲ ሓሳብ ኣንቂልዎ ዘሎ ሓሳብ እንተኽኢልካ ክትርሞ ኣለካ ዝተረኸብካዮ ኩነታት ግን በጋጣሚ እንተዘይክኢልካ ከኣ ርኢኻዮ ምስጋናኻ ጥራይ ከተቕርብ ኣለካ ምክንያቱ ንሰብ ናይ ሰብ ደሞዝ ምስጋና እዩ ኣብ ጥበብ ጽቡቕ ቀጽል እስከ ቀጽል ቀጽል ቀጽል ኮሜዲ ምስራሕ ቀሊል እዩ ዝብሉ ሰባት እውን ኣለዉ እሞኸ ሰብ ኮንካ ደቂ ሰባት ከተስሕቅ ቀሊል ድዩ ከመይ ትገልጾ
ኣይኮነን በንጻሩ እዩ ኦኬ ከመይ ኣስፋሕፊልካ ዝተግለጸልና በንጻሩ የብለካ ከለኹ ኮሜዲ ብፍላይ ምስ ሓጎስ ትሰርሕ እንተኾንካ ኣነ ንዑ እየ ዝፈልጥ ማለት ምስ እየ ሰሪሐ ምስ ካልእ ኣይሰራሕኩ ኣብታ ምስኡ ዝሰርሓላ ዝነበርኩ ግዜ ናይ ሓጎስ እንታያ ኮሜዲ ሓንቲ ኣርእስቲ ይህበካ እሞ ነታ ክትሰርሓ ካብኣ ሓሊፍካ ናትካ ርእሲ ዘድሊ ወሳንነት ኣለዎ ናትካ ርእሲ
ተባላሓነትካ ከ ምክንያቱ ድርሰት ዝበሃል መበገሲ ድርሰት እዩ ዘለዎ ስነ ሓሳብ እዩ ሸይጥ ስነ ሓሳብ እዩ ሸይጥ ስነ ሓሳብ

እቲ ትሰርሖ ስራሕ ማዕረ ክንደይ ሓንጎልካ ኣፍሲስካ ሰሪሕካዮ ከም ዘለኻ እንተዝፈልጡ ከኣ ጽቡቕ ኔሩ።
ኮሜዲ ምስራሕ ቀሊል ከም ዘይኮነ ብኮሜድያን ጠዓመ ይንገረና ኣሎ። እወ ኮሜዲ ምስራሕ ቀሊል ኣይኮነን እንደገና ከኣ ሰብ ኮንካ ደቂ ሰባት ንኸተስሕቕ ብዙሕ ሜላታት ስለ ትጥቀም ብዙሕ ስራሕ ብዙሕ ድኻም ውን ስለ ዘድልዮ ኮሜዲ ምስራሕ ኣቲኻ ኢኻ ትፈልጦ ስለዚ ንኮሜድያን ብሙሉኦም ኮሜድያን ሃገርና ከነኽብር ስነ ጥበባውያን ሃገርና ክንፈቱ በዚ ኣጋጣሚ እዚ ለበዋና ነመሓላልፍ ሐራይ ናብ ስቲድዮ ተመሊስና ኣለና ኩቡር ኮሜድያን ጠዓመ ፍረዝጊ ኣይደኸምና ኣለና ሐራይ መብዛሕትኡ ስራሓትካ ከም ጽሉል ከም ዓሻ ከም ሰኽራም ኮታስ ከምዚ ሲርየስ ዘይኮነ ሙቪ ትሰርሕ ምስ ባህርያትካ ዝተኣሳሰር ኣለዎ ድዩ ወይስ እቶም ደረስቲ እዮም ከምኡ ጌሮም ዝህቡኻ?